ግን ናብዛ ኢስማዒልያ ክትኣቱ ከለኻ ገለ ናይ ወጥሮ ግዜ ነይረን እየን ኣብ መንጎ ኢንቤትዊን ኣብ መንጎ ካብ ሃዋሳ ዝወፃኻሉን ናብ ኢስማዒልያ ቅድሚ ምውሳንካን ናበይ ይኸብል ዓይነይ መነን ትጽብቅ መን መን መን ኮይኑ ናይ ኣሮን ኣብርሃም ደርፊ ክትደርፊ ንእሽተይ ተሪፍካ ነይሩ እዮም ዝብልዎ እቲ ሰዓት እቲ ንምውሳን ደኸበደ ግዜ ከም ዘሕለፍካ እውን ይዕልሉ እዮም መዛኑኻ ኣዕሩኽትኻ ከመይ እዩ ነይሩ እዚ ግዜ ወሲድልካ ድዩ ዋን ኣቲን ክለባት ሰለስተ ሰለስተ ክለባት ናይ ኣፍሪቃ ገለ ምስ መጻ ትርኢ ናይ ደሞዝ ፍልልይ ድዩ ነይርወን ኮይኑ ናይ ደሞዝ ገለ ጥራይ ዘይኮነስ ናይ መጀመርታ ኮሳኻ ትጻወት ኣለካ ንዓኻ ዝጥዕመካ ጋንታ ናይ ኣሰልጣኒ ስልቲ እንታይ ዓይነት ኣጻወታይ ክትገለ ኢኻ ትርኢ ኣብኡ ከድካ ክትድምዕ ትኽእል ዶ ክትረእ ስትኽእል ዶ ካብኡ ዝበለጸ ከትቕይር ትኽእል ዶ ገለ ኢኻ ትርኢ ነቲያ ክለብ ባግራውንድ ሰርች ትገብር መነመን ተጻወቲ ኣለዋ እንታይ ዓይነት ሰባት እዮም እንታይ ዓይነት ኣካይዳ ከዱ ገለ ኸዓ ትርኢ ከምኡ ስለ ዝረኣኻ ተዕብየልካ ትኽእል ዕድላት ትፈጥረልካ ቤት ዝተተወካ ጋንታ ሪኻ ኸዓ ናትካ ትውስን ማለት እዩ ስለዚ ብከምኡ ደረጃታት መዚነ እየ ግዜ ወሲድካ እስማዒልያ ክትውስን መሪፀ እዎ እስማዒልያ መሪፀ ሽዑ ፅቡቅ ዝኮነ ደረጃ ካብ ፅቡቅ ከዓ ከምቲ እዚ ምርጫይካ ፅቡቅ ሲዝን ኣሕሊፈ ማለት እዩ ጽቡቕ እ፣ ኣብ ውልቃዊ እ፣ ህይወት እ፣ ዓሊ ምልስ ክንብል ዓሊ እ፣ ወላ ካብ እ፣ ንኡስ ዞባ እ፣ ሰንዓፈ ጀሚርካ ኢቭን ኣብ ቀይሕ ባሕሪ ክለብ እውን ኦሊቨር ትዊስት ዝበሃል ነይሩ ቀደም ቆልዑ ከለና ንመሃሮ ዝነበረ ሓደ ኣብ ግዜ ናይ እንግሊዝ ብጥሜት ዝያዳ መግቢ ዝሓትት ዝነበረ ኦሊቨር ትዊስት ኢና ንብሎ ነርና ኢሎም ሓቂ ድዩ ዝያዳ መግቢ ዝሓትት ኩሎም እዮም ደጋጊሞ ካብ ሰንዓፈ መፅያ ኣብ ኣስመራ እውን ተደጊማ እያ እዚኣ ሓሶት ኣይኮነትን ኣብ ራያ ኖ ብሓፈሻ እቲ ፍቕሪ ስለ ዝነበረና እቲ ተፃወትኒ ሰንዓፈ ከምዚ ምግብና ገና ክንበልዕ ከለና እወ። ናይ ኩላትና ጥርንፍ ኣቢልና ገለመለ ኢና ንበልዕ ኔርና። ኣብ መግቢ ዝነበረና ኣረኣእያ ብጣዕሚ እዩ ሃይ ኔሩ። ደኾን ሰሪሕና ንመጽእ ኮንና በቃ መግብታትና ገለ ብጣዕሚ ኢና ንበልዕ ኔርና። ሕጂ ክበልዕ ከለኹ ሪኢና ኣሎ ኣንካ ተሳሲልካ ክትበልዕ ኢሎም ናቶም እቶም ኣዕሩኽቲ ናቶም ዓበይቲ ተጻወቲ ገለ ናቶም ራሲን ገዲፎምና ከዱ ገለ ንሕጎስ ንበልዕ ምኽንያቱ እቲ ድሌት እቲ ሓጎስ እዩ ተሓጒስካ ትበልዖ ነገር ከኣ ብጣዕሚ ጽቡቕ ስለ ዝነበረ ማዕረ ክንድዚ ኔሩ ኣብ መግቢ በቃ ኣምጽልና መግቢ ዋላስ ኢልካ እቶም ሓለፍቲ ክዛረቡ መግቢ ዕርይዎ እዚ እንታይ ገለ ንብሎም ኔርና ማለት እዩ።

ቀሊል ኣይኮነን እቲ ኣበርክቶ ናይ ሓደ ተጻዋታይ ግን ደሓን እያ ኣይትጸላን ኢኻ ወላ ብላዕ ይበሉኻ ዳሓን ሞት ብላዕ ኣለካ ካብ ብልክዕ ንሱ እዩ እቲ መልሲ ብፍሉይ ግን ዓሊ ብዘይካ እቲ ኣብ ኩዕሶ ዘለዎ ብቕዓት ከም ተጻዋታይ ኣብታ ጋንታ ከኣ ዋና ኣዳኻሪ ዋና እንታይ ኢና ንብሎ እዚ ኣባጓይላ ባዕሉ ደራፋይ ባዕሉ ተላሃያይ ባዕሉ ሙድ ፈጣሪ ምሻሎ ከምዚ ጨው ናይ ኩሉ ነገር ጨው በቲ ኣብ ብቕዓት ኣሎ በቲ ከዓ ሙድ ናይታ ክለብ እዩ ኣብ ምዝንጋዕን ኣብ ሓጎስካ ምግላፅን ብከምዚ ኣዝዩ ውሩይ ከምዛ ሕጂ ዝበለና ፋንኤል እውን ምስክር እሱ እውን ክብለካ ፀኒሐ ሪኢኻይኻ ደራፋይ ሳዕሳዓይ ኩሉ እዩ ነይሩ እዮም ዝብሎ እዚ ኩሉ ዝወዲ እኮ ዘይውዳእ ፖቴንሻል በዚሕዎ ገለ እንዲ ክብል ፀኒሐ ደርፊ ናይ ብሓቂ ክደርፍ ኖ ኖ ደርፊ ገለ ዘይኮነ ሲልካ ከምዚ ምሻለካ ናይ ሓጎስ ሲልካ ብሓንሳብ ኮንካ ሆ ገለ ትብሎ ምሻለ ብዙሕ እውን ቪድዮታት ተሰኒዱ ኣሎ ኣብ ሶሻል ሜድያ እዎ ኣሎ ኣሎ
ኣሎ ከምዚ ኣብ ስራሕ ዓፈና ኣብነት ከም ዝበልኩኺ ስዒርካ ክትመጽእ እንዳ ደረፍካ ትኣቱ ንዓድኻ ገለ ምሽ እወ። እቶም ዓበይቲ ካብኡ እዩ ተጻወትቲ ዝብገስ። ካብኡ ዝሰማዕና ኢና እወ እሶም ድብልዎ ዝነበሩ ኢና ንደግም ጌርና እቶም ዓበይቲ ናይ ሰንዓ ፈስት ክኣትዉ ከለዉ ገለ በለ ኾኽ ክብሉ ከም በዓል ዓብዱልሃዲ ሰሌ ሊማን ገለ መለ እዚኦም ኔሮም እቶም ናይታ ጋንታ ረኽቦ ደበሎ ካብኦም ሰሚዕና ከኣ ኣነ ከኣ ሽዑ በቶም ኣባና ዝመጹ ዝነበሩ ግዜ ስቲል ክሳብ ዝሕጂ ናይ ናሽናል ቲም ዝነበረ ዝሰዓርናሉ ዓወት ኣነ ሆደብሎም ኔረ ማለት ኣነ እየ። ምሩጻት ደርፍታት እዩ ደሎ ንኩሉ መድረኻት ዝኸውን እዮም ዝብሉ ነይሮም ደቃ ስኢልና ሆን ብልና ሰም ከዓ ጥዕም እዩ ሓዲ ዘረባ ብፍሉይ እዛ ኣብ ቀይሕ ባሕሪ ከለካ እትደርፋ ዝነበርካ ደርፊ ኣላ ትነግረና ወላ ክነግረካ እንታይ እዚ መሸት ብሊ
ግልዳ ወላ እንግሊሽ ወላ ይኹም ትደርፉ ነርኩም ወበርለይ መሸን ኔና የስየስ ኔና ሳሪጎብለ ንብል ኔና ጦልዩ ሳሪጎብለ ከዓ ነይሩ እዩ ሳሪጎብለ ነይሩ ነይሳ ገለ ኩሉ ወዳቢ ምንባርካ ኣበይ ነይረ እዛ ናሽናል ቲም ምስ ኢስዋቲኒ ዝገበርኩማሲ ኣእዳውኩም ከምዚኣ ኢልኩም ጠጠው ኢላ ደረቕ ስእሊ ርኤ ሳሄብ ስዕስዕ ዘሎ ኢለ ኣነ ኣለይሳ ክደርፍእቲ ፖስት ገይረያ ሽዑ እቲ ከምኡ ዓይነት ሙድ ፈጣሪ ምንባርካ እውን ቀሊል ነገር ኣይኮነን ግን ሃወዝ ደ ጌም ፕሪሞ ሪሞ ዝብል ነይሩ። ዋን ቱ ስሪ ኦሌ ሀ፣ ዝብል ነይሩ። ኦሌ ኦሌ ኦሌ ኦሌ ኤሪትሪያ ነይሩ። ሬቲ ሀ፣ ኤልፓ ከምኡ ንብል ነይሩ። እዚኣ ሲ ፍልቲ ደርፊ እያ ቀንዲ ደራፊ ኣሱ እዩ ነይሩ ገለ ኢሎም እዮም ኣዕሊሎምና ብፍላይ ተፃወቲ ቀይሕ ባሕሪ ቀይሕ ዝነበሩ ባሕሪ እዋ፣ ክንስዕር ከለና ከምኡ ንብል ነይርና። ጎኒ ጎኒ ከዓስ ነታ ድሕሪ ዓወት ዝኾነካ ደርፍታት ኣብ ምድ- ምድላው ት- ትነጥፍ ኢኻ ከም ገጣሚ ኮይንካ ማለት እዩ እተን ንብለን ዝነበርና ኢና እተን ኣብ ሰንዓፈ ንብለን ዝነበርና ኩለን ካብ መጀመርታ ክሳብ መወዳእታ ስለ ዝሓዝናየን ንዐኣን ሒዝናየን ካብ ኣስመራ ክንመጽእ ከለና ከምኡ ዋላ ብ ናሽናል ቲም ዝሓለፈ ግዜ ከምኡ ንብል ኔርና ጽቡቅ ከኣ ትልሀ ኢኻ ትልሂት ከኣ ኣዚኻ ኢኻ ወና ናና ክስዕስዕ ከለኹ ደሓን እየ ንእሽ ሓምሳ ሓምሳ እዩ ሓቂ ሓቂ ደኣ ሓቂ ደኣ ደሓን እዩ እቲ ቕርብ ቪድዮ ከዓ እንዳነገረልካ እኳ እዩ ወላ ክትሕሱ ተደለኻስ ምዃን ኣብልካ ኣብ እስማዒልያ ዝነበረ ናይ መወዳእታ ጉዕዞ ንዕኡ ዝያዳ ክንድስስ እሞ ኣብ ቀዳማይ ዓመት ካልኣይ ዝበለፀ ኣመዝጋቢ ሸቶ ተሰሚኻ ኢኻ ኣብታ ክለብ እስከ ከመይ ነይሩ ምስ እስማዒልያ
እስማዒልያ ኤሌክትሪክ ሕጂ ከም ዝበልኩኺ ዳርጋ ቀዳማይ ይብልጽ ኣብ ዝጋብ ሽቶ ኢልክስ ኣነ እየ ማለት እየ ብኸመይቲ ኢልክኒ ንኣብነት ተቀዳማይ ዓሰርተ ሰለስተ ኣነ ዓሰርተ ክልተ እታ እወ ዓሰርተ ሰለስተ ኮይና ዝተመዝገበት ካልእ ተጻዋታይ ጎል ዘእተዋ እያ ብስሙ ተመዝጊባ ብጌጋ ዓሰርተ ሰለስተ ኮይኑ ዘሎ እምበር ከማይ ዓሰርተ ክልተ ጎል እትዩ መዓረይ ናብ ብሉጽ ኣብ ዝጋብ ሽቶ እወ ኣጋጣሚ ኣብቲ ናይ ምምዝጋብ እዮም ተጋግዮም ምክንያቱ እቲ ሬፍ ነቲ መዓልቲ ሬፍ ኮይኑ ድወዓለ እቲ ሓደ እዩ መዝጊቦ ኣጋጣሚ ፈደረሽን ከኣ ነዚ ሕጂ ብሉጽ ኣብ ዝጋብ ሽቶ ኮይኑ ዝበሃል ዘሎ ከኣ ብስም እዮም መዝጊቦማ እምበር ክልቴና ዓሰርተ ክልተ ዓሰርተ ክልተ ብሉጽ ኣብ ዝጋብ ሽቶ ኢና ከምኡ ከኣ ነይ ካፕ ከምዚ ነይ ኣብነት ነይ ዝዓድና ዋንጫ ናጽነት ብሎ ከኣ ነይ ካብ ንጻወተ ነበርና ከኣ ሓሙሽተ ሽቶታት ኣመዝጊበ ከኣ ነይቲ ካብ ውድድር እዚ ዝነበረ ኣነ ዝበዝሐ ጎል ኣመዝጋቢ ሽቶ ኮይነ ወዲኤዮ ጽቡቕ ሲዝን ብጣዕሚ ጽቡቕ ዝኾነ ኮንዲሽን እንዳ ቡልኪ ሓሊፈ ሽዑ ኣብታ መወዳእታ ዝነበራ ሰለስተ ጸወታ ዝኾና ኣነ ተጻወትኩን ኣጋጣሚ ማህረንትንሽ ኣጋጢማትኒ እምበር ኣብቲን ሰለስተ ጸወታ ኣብቲ ናይ መወዳእታ ተዝጻወት ነይረስ ናይ ሓንቲ ጎን ወይ ናይ ክልተ ጎን ተዝእቱስ ሕጅስ ዝያዳ ዓሰርተ ኣርባዕተ ዓሰርተ ሓሙሽተ ጎል ምበጽሐ ነይሩ ግን ከምዚ ዝብለኪ እየ እምበር ጌና ከኣ መዓስ ይውሰን ኣይፈለጥናዮን ክሳዕ ሕጅስ ወላ ሓደ መን ይምርጾ ኣምዚ ጋብሽቶስ ኣየብሉን ምኽንያቱ እንድሕሪ እታ ብጌጋ ዝተመዝገበት ንዑ ተተመዝጊባ እሱ እዩ ክኸውን እንድሕሪ እታ ሓንቲ ጎል ተተቐኒሳ ግን ክልቴና ኢና ክንከውን ማለት እዩ ክትማቐልዋ ኢኹም ክትማቐላ ኢና ማለት እዩ ግን እዚ ይመስል ማለት ጽቡቅ ዓመት ብሉጽ ዝኮነ ሲዝን ሲ ምስ ጋንታስ ኣሕሊፈ እየ። እወ ኣብ
ዋንጫ ግብጺ ኣብ ዝተካየደ ውን ብሉጽ ብቅዓት ውን ኣመዝጊብካ ኢካ ኣብኡ ዝበለጸ ሸቶታት ውን ከተመዝግብ ኪኢልካ ኢካ ብድምር እታ ኣብ ነፍሲ ወከፍ እዘን ክለባት ዝረኣናየን ናይ ኢትዮጵያ ይኩና ወላ ነዛ ናይ ግብጺ ክለብካ ዓሊ ይዓቢ ድዩ ደሎ ይስጉም ኣሎ ኣብ ቴክኒኩ ኣብ ወላ ብዘመዝግቦም ደሎ ሾቶታት ከመይ ኣብ ከመይ ኩነታት ኣሎ ዓሊ? እዋ ኣብዚ ሕጂ ሰዓት ኣልሓምዱሊላህ ኣብ ጽቡቕ ኮንዲሽን ጽቡቕ ለውጥን ኣሎ ከምኡ ኣርኣያ ከማን ኣብታ ናሽናል ቲም ዘመዝግባ ሽቶስ ሓደ ናቱ ኣርኣያ ሰሪዓ ተገምጢለ ዶ እትካ ጎልሲ ከምኡ ዓይነት ጎል ኣተእቱ ተኮይንካስ እንታይ ዓይነት ኮንዲሽን ክትሕዝ ኣለካ ወይ ከዓ ክምዓረ ክንደይ ፎኮስ ጌርካ ትሰርሕ ከም ዘለካስ ዘርእየካ ነገር ስለ ዝኮነ ኣልሓምዲላህ ጽቡቅ ዝኮነ ጽቡቅ ሲዝን እዩ ዕብየት እሞ ካብ ስንዓፈ ኣስመራ ኣስመራ ኢትዮጵያ ካብ ኢትዮጵያ ግብጺ እቲ ደረጃታት ይውስከል እንዳበሰልካ ብመንጽር እተን ትኸደን ዘለካ ጉዕዞስ ይዓቢ ኣለኹ ይዓቢ ይርኢ ኣለኹ ይፈልጥ ኣለኹ ከምኡ ከለካ ሕጂ ከኣ ናብ ካልእ ሃገራት ሰጋጊርኻ ዝያዳ ክዓብኻ እደሊ'የ ማለት እዩ። ሓደ መዓልቲ ከኣ ክኾነይ ኣበርቲዐ ክሰርሕ እየ። ብዓቢኡ
ሰለስተ ግዜ ዝበለጸ ኣመዝጋቢ ሸቶ፣ እታ ዝዓበየት ከኣ ወርቃዊ ጫማ ክትሽለም ዝኸኣልካ ተጻዋታይ ኮንካ ኢኻ ነዛ ዓመት ዛዚምካዮ ዘለኻ። ክሕጉሰካ'ሞ ብዙሕ ግዜ ክንደጋግሞ ነዚ ጉዳይ። ምልስ ኢልና ግን ናብቲ ኣብዚ ሰዓት እዚ ንኣስመራ ኣምጺእካ ዘሎ ጉዳይ ምስ ሃገራዊት ጋንታ ኤርትራ ከም ሓደ ወሳኒ ተጻዋታይ ኮንካ ኣብ ዝሓለፈ ኣብ ወርሒ ሰለስተ ዘካየድኩሞ ግጥም ዓቢ ኣስተዋጽኦ ጌርካ ኢኻ። ሕጂ እውን ነቲ ኣብ ዕስራን ሰለስተን መስከረም ዝቕጽል መጻረይ ግጥም ዋንጫ ኣፍሪቃ ክልተ ሽሕን ዕስራን ሸውዓተን ምስ ኬንያ ዘለኩም እቲ ናይ ራብዓይ ምድብ ኣብ ምድላው ኢኹም ትርከቡ ከም ዝረኣናዮ እውን ብዙሓት ካብ ወጻኢ ሃገር ዝመፁ ኤርትራውያን ዜጋታት ተፃወቲ ናይ ዝተፈላለያ ክለባት መፂኦም ኣብዚ ትሬኒንግ ክገብሩ ቀንዮም ነይሮም እዮም ጌና እውን ብሕጂ እውን ዝመፁ ኣለውና ኣይተዛዘመን ዘለዎ እቲ መስርሕ ምክንያቱ ከምቲ ፕረዚደንት ኩዕሶ እግሪ ኣቶ ጳውሎስ ዝሓበሮ ሓምሳ ዝኾኑ ተፃወቲ ክመፁ እዩ ትፅቢት ተነቢሩ ዘሎ ካብኦም ከዓ መፃረይ ጌርካ እንዳተመም እዩ እቶም ወሰንቲ እታ ሃገራዊት ጋንታ ሒዛቶም ሓቒፋቶም እያ ናብቲ መስከረም ዝፅበየና ዘሎ ዓብይ ፀወታ ክትከይድ። ይኹን እምበር እቲ ኮታ ተዋሂቡ ዘሎ ኬንያ ከመ እንጋዲት መጠን ምስተን ካልኦት ሰለስተ ሃገራት ሳልሳይ ርእሳ ማለት እዩ እሳ ከምትሓልፍ ፍሉጥ ኮይኑ ሓንቲኣ ካብተን ኣብቲ ምድብ ዘለዋ ሃገራት ክትሓልፍ ኬንያ ምስ ኤርትራ ግጥም ኣለዋ ሳውዝ ኣፍሪካ ምስ ጊኒ ከኣ ኣለዋ ካብዘን ሰለስተ እያ ሓንቲ ክትሓልፍ እዚ ማዕረ ክንደይ ከቢድ ሕቶ እዩ ጅምር ከየበልና ነቲ ዝረኸብናዮ ሓደ ባህ ዘብል ተስፋ ዝህብ መድረኽ ሲ ብሰንክቲ ዝተረኽበ ናይ ኮታ ጉዳይ ፅብብ ዝበለ መገዲ ከም ትኸይድ እውን እዩ ዝሕብረና ዘሎ ዘርእየና ዘሎ እቲ ምስሊ እስከ ነዚ ከመይ ኢኹም ከም ዓሊ ከመይ ተዳሊኻሉ ኣለኻ እሞ? እዎ ብመጀመርታ ከምዚ ዝበልክዮ እቶም ሓምሳ ተጻወቲ ከም ዓረ ክንድዚ ዓይነት ተጻወቲ ክንሕዝ ምኽኣልና ሃገራዊት ጋንታና ብጣዕሚ ሕጉስ እየ ምኽንያቱ ተልክኒ ውድድር እዩ ኩሉ ግዜ ኩዕሶ እግርስ ውድድር እዩ ተወዳዲርና ውድድር ተሎ ከኣ እታ ሃገራዊት ጋንታ እያ ትዓቢ እታ ዝበለጹ ንኽምረጽ ብዙሕ ስራሕ ዘድልየካ ስለዚ ቶብ ኮንዲሽን ጌርካ እታ ናሽናል ቲምካ ዕስራን ገለን ተጻወቲ ሒዛ ናብ ጸወታ ክትኸይድ ኮለኻ ዝበለጹ ተጻወቲ ሒዛ እያ ትኸይድ ዘላ ማለት እዩ ካብ ሓምሳ ስለዚ ብኡ መንጽር ከኣ እታ ሃገራዊት ጋንታ ከኣ ትዓቢ ኣላ ማለት እዩ ኣና ከኣ ኩላትና ካብ ክለባትና ኮይንና ንሰርሖ ንሃገርና ንምዕባይ ስም ሃገርና ንምጽዋዕ ክሳብ ዝኾነ እታ ናይ ሃገራዊት ጋንታና እቲ ዝከኣለና ኩሉ ነገር ጌርና ከኣ ኣበርቲዕና ክንሰርሕ እየ ዝደሊ ካባይ ጀሚርኪ ኩላትና ተጻወቲ ክኾኑ እዩ ስለዚ ንሃገራዊት ጋንታና ከኣ ከምዚ ዝሓለፈ ንእሽተይ ዓወት ኣምጺኣ ህዝቢ ዝተሓጎሶ ካብዚ ንላዕሊ ከኣ ዝኾነ ታሪኽ ክንሰርሕ ንኽእል ንደሊ ኢና። ምስዚ ዘሎ ተጻወትቲ ካባይ ጀሚርኪ እዚኦም ሓምሳ ተጻወትቲ ድልዋት ኢና። ምስ ኮምሽን ባህልን ስፖርትን ምስ ፈደረሽን ኣብዚ መጺና ትሬን ክንሰርሕ ዝቐነናዮ ሓደ ናቱ መርኣያ እዩ። ኣብዚ ብጽቡቕ ነይ ድራር እንግዶት ነይ እዝሮት ነይ ትሬኒክ ነይ ኩሉ ነገር ካብ ብጽቡቕ ኣቀባብላ ኩሉ ነገር ተገይርልና እዩ። በዚ ኣጋጣሚ እዩ በዚ ኣጋጣሚ ንኮምሽን ባህልን ስፖርትን ፈደረሽን ኩዕሶ እግሪ ኤርትራን እዚ ከምዚ ዓይነት ስራሕ ዝሰርሑ ዘለዉ ሰባት ከኣ ብልቢ ነመስግኖም ምኽንያቱ ሃገራዊት ጋንታና እያ ትዓቢ ዘላ ስለዚ እቶም ሓምሳ ከኣ እንዳተዘራረብና እቶም ክንራኸብ ንኽእል ሰባት ከኣ እወ ኣበርቲዕና ሰሪሕና ሃገራዊት ጋንታና ክነዕብያ ኢና ከምዚ ዝበልክዮ ሓንቲ ኮታ ትሕልፍ ከኣ ኩላትና እወ ከምዚ ዝበልክዮ ኩላትና ሰንቢድና ኢና ግን ጸገም ትበሃል የብሉን ንስኻ ዝከኣለካ ትገብር ኣበርቲዕካ ትሰርሕ እታ ሓንቲ ትሓልፍ ከኣ ሕና ንኽንከውን ከኣ ኩሉ ዝከኣለና ክንገብር ኢና I know ዓበይቲ ሃገራት ምሳና ኣለዋ በዓል ሳውዝ ኣፍሪቃ፣ ጊንስ፣ ኬንያ ንበዓል ኣብዚ ሕጂ ሰዓት ዘለዋስ ቀለልቲ ኣይኮናን ኩለንተን ዓበይቲ ጋንታ እየን ግን ሓደ ነገር ክንሰርሕ ንደሊ ኢና ጽቡቕ ተወዳዳሪ ተርኢ ሃገራዊት ጋንታ ንመጻኢ ከኣ ጽቡቕ ራኢ ዘለዋ ሃገራዊት ጋንታ ክነርኢ ንህዝቢ ክነሐጉስ ከኣ ካብዚ ሕጂ ሰዓት ጀሚርና ኩሉ ዝከኣልና ክንገብር ኢና፣ እዚ ከኣ ቀሊል እዩ። ጽቡቕ ከምቲ ኣብቲ ሊስት ዘሎ እውን ካብዞም ሓምሳ እቶም ሰለስተ ሓለውቲ ልዳት ዓሰርተ ኣርባዕተ ተኸላኸልቲ ዕስራን ሽዱሽተን ኣከፋፈልቲ ሸውዓተ ከኣ ኣብ መስመር ምጥቃዕ ክስለፉ ትጽቢት ተነቢርሎም ዘለዉ እዩ እሞ ከኣ ነናይ ወላ እውን እቶም ካብ ኤሮጳ ዝመጹ ዘለዉ ዜጋታት ነንሓድሕዶም ውን ኣይፋለጡን እዮም ኣብዚኣ እዮም ዝፋለጡ ዘለዉ ምስዚ ዘሎ ዕድል ምናልባት ዕድል ውን ህበኩም ይኸውን ዝያዳ ንክትላለዩ ንክትጣበቑ ንክትቀራረቡ ምክንያቱ ብሕጂ ክልተ ወርሒ ከባቢ እዩ ዝወስድ ነቲ ዘለኩም ፀወታ ጎኑ ጎኑ ግን ናይ ውልቅኹም ናይ ክለባትኩም ፃውዒታት ፀወታ ትሬኒንግ ግዜ ገለ ኣሎ እዚ እውን ቁርብ ኣብ መንጎ እቲ ውፅእ እንዳበልካ ክግበር ክግድዶ እዩ ነቲ ዘሎ ትሬኒን ብሓፈሻኸ ካብቶም መፂኦም ዝረኣኻዮም ብዘይካቶም ኣቐዲሞም ኣብ ኢስዋቲኒ ዝተወዳደሩ ምሳኻ ዝኸዱ ሓደ ካብኦም ዮናታን ሱልጣን ነይሩ ሓላ ውልዳት ዝዝክሮ ምስኦም ቅሩብ ሌላ እውን ፀኒሐካ እዩ እዞም ድሒሮም ዝመፁ ተፃወቲ ምውህሃዳትኩም ምስኦም ነቲ ዝመጽእ ጸወታኸ ዓወት ከምጸልና ይኽእል እዩ ዝብል ምውሃድ ጌርና ኢና ትብልዶ ኣብዛ ዘሕለፍኩማ ናይ ትሬኒንግ ግዜ? እወ ብዓብዩ ተፋሊጥና ብዓብዩ ምስቶም ሓደሽቲ ዝመጹ ተፋሊጥና እቶም ሓደሽቲ ከኣ ቅድሚ ሕጂ ዝገበርናዮኻ ኩሉ ተኸታቲሎሞ እዮም። ናይ መንፈሳዊ ክለባት ኮይኖም ሰሪዖም እዮም እንታይ ዓይነት ዓወት ከም ዘምጸና። እሶም ከኣ ነቲ ዓወት ነቲ ሓጎስ ዝነበረ ከኣ ካልኣይ ግዜ ክመልስዎ ይደልዩ እዮም። ምኽንያቱ ከመይ ዓይነት ሓጎስ ከመይ ዓይነት ጽቡቕ ጸወታ ከም ዘርኣና ይፈልጡ እዮም። እንደገና ከኣ እቶም ዝመጹ እውን ዓበይቲ ንፉዓት ተጻወቲ ከም ዘለዉ ሪኦም ኣለዉ። እሶም እውን ነፊዖም ከም ዝመጹ እውን ነብሶም ይፈልጡ እዮም። ስለዚ ብዝያዳ ግን ኣብዚ ዝመጸናዮ ከኣ ጽቡቕ ቀኒና ተፋሊጥና ተወሃሂድና ደሓን ዝኾኑ ተጻወቲ ጽቡቕ ዓቕሚ ዘለዎም ሪኢና። ግን ብኡ ንብኡ ከኣ ተሓጋጊዝና ኩላትና ከኣ ጽቡቅ ውጺት ንምምጻእ ከኣ ክንሰርሕ ኢና ግን ከምዚኦም ኩሎም ዝበልክዮም ተጻወቲ ዕስራ ሓሙሽተ እንድያ ዕስራን ሰለስተ እንድያ ትምረጽ ጋንታ ናብኡ ኮይና ንምምራጽ ከኣ ኩላትና ከኣ ዘዝከኣልና ኣብ ክለባትና ጽቡቅ ናይ ምድልዋት ክነጻፍ ኢና ብሃገርና መጺና ከኣ ሃገራዊት ጋንታ ንክነጸውዓ ከኣ ኣበርቲዕና ክንሰርሕ ኢና ማለት እዩ ጽቡቅ እዚ ብሕጂ ተካይድዎ ግጥም ኣብ ምስ ኬንያ ኣብ ማይ ካሳራኒ ዝበሃል ሜዳ ኬንያ እዩ ክካየድ እቲ ፀወታ። ብዓብይኡ ሃገራዊት ጋንታ ኬንያ ከዓ ሽዱሽተ ግዜ ኣብ ዋንጫ ኣፍሪቃ ዝተሳተፈት ሃገር እያ። ብዘይ ብኡ እውን ኣብ ቀረባ ግዜ ማለት እዩ ብዘይ ብኡ እውን ኣብ ዞባዊ ዝካየድ ግጥም ሴካፋ እውን ኩሉ ግዜ እጃማ ተበርክት ጋንታ እያ። ስለዚ ብኡ መጠን እቶም ተጻወትቲ እውን ኩሉ ግዜ ኣብ ነቲ ጸወታ ወይ እውን ነቶም መጋጥምቶም ናይ ካልኦት ሃገራት ተጻወትቲ ኣብ ምልላይ ግዜ ዝወሰዱ እዮም ካብ ናትና። ኣብ በዓል ማንቸስተር ዩናይትድ ዝተጻወተ ኣሰልጣኒ እዩ፣ ተሓጋጋዚ ምስ ኤሪክ ተን ሃግ ዝነበረ ኣሰልጣኒ ገለ እዩ ሒዝዎም ዘሎ። ጂሰየስ እውን ቀሊል ኣበርክቶ ሂብዎም ማለት ኣይኮነን። እወ። ስለዚ ግን እሶም ከም ዝበልክዮም ኣንሕና ካብዚ ሕጂ ሰዓት ውን ዓበይቲ ተጻወቲ ኢና ብዙሕ ልምዲ የለና ንፉዓት ሓመቅቲ ስለ ኣይኮነን እቶም ኣብ ኣፍሪቃ ግን ኣብ ኢሮፓ ዘለዉ ንፉዓት ተጻወቲ እዮም ስለዚ ሕና ከኣ ሲ ንቲ ዘሎ ጉደሆታት ኮሙ ከኣ ኣብ ኬንያ ምካኑ ከኣ ህዝቢ ከኣ ኣለና ደገፍቲ ውን ኣለዉና ከምቲ እሶም ኣብኡ ደጋፊ ዘለዉ ከም ሜዳና ንጥቀመሉ ውን ክንሓስብ ንክእል ደገፍቲ ውን ብዙሓት ኣለዉና። እቶም ደገፍትኻ መጺኦም ከባራርቱዑና ከኣ በዚ ኣጋጣሚ ንላወቦም። ግን እንተ ዝከኣለና ግን እታ ቀዳመይቲ ጸወታ ንክንስዕራ ግን ዝከኣለና ካብ ሕጂ ኣትሒዝና ንዳለወሉ ኣለና። ንክንስዕር ከኣ ኣበርቲዕና ክንሰርሕ ኢና። እወ ሳውዝ ኣፍሪካ እውን ትማል ሪኢኹሞም ኢኹም ኣብ መኽፈቲ ዋንጫ ዓለም ዝነበረ ጸወታ ሓደ ነብሱ ዝኸኣለ ግምት ኣብ እታ ሃገራዊት ጋንታ ክትወስድ ተኽእሎ ህበካ እዩ ወላ ብልክዕ እቶም ኣብኡ ዘለዉ ተጻወትቲ ኣብቲ ግጥም ኣይምጽኡ ማዕረ ክንደይ ብቑዓት ዝኾኑ ተጻወትቲ ዝሓዘት ጋንታ ምዃናት ኣሰካፊት እውን ምዃና ምስ ዘለዋ ቁመና እዚ እውን ነብሱ ዝኸኣለ ክስታይ ኣሎ ግን ዘቐደመ ይኽፋእ ከዓ ዝበሃል ከዓ ነገር ኣሎ ኬንያ ዘሎ መድረኽ ሲ ንዕኻ ትሪኦ ድንካ ዓወት ኢና ንምነ ዘለና ብዝኾነ ይኹን ብሓፈሻ ንሃገራዊት ጋንታ ኤርትራ ንብምሉኹም ኣብ ኣደለኹም ተፃወቲ ምስቲ ኩሉ ከምዚ ክንብሎ ዝፀናሕና ንስኻ ብውልቅኻቶም ካልኦት እውን ኣብ ክለባቶም ዘርእዎ ዘለዉ ብቕዓት ተደማሚሩ ነቲ ሃገር ሓደ ነጥበ መቐይሮ ስጉምቲ ንቕድሚት ሓደ ስጉምቲ ንቕድሚት ክኾነላ ተስፋ ይገብር ኣነ ከም ዲልያ ማለት እዩ ሰናይ ዕድል ክኾነልኩም ከዓ ይምነ ነቲ ናይ ዕለት 23 መስከረም ዘሎ ግጥም ምስ ኬንያ ኣብዚ ዝፃወት እዚ መፃወትና ነይሩ ከምዚ ሕጂ ከይተመዓራረየ ከሎ እዚ ጉድዋጉዲ ፍሕርሓር እእማን ዝመልአ ኩረት ገለመለ እዩ ነይሩ ዓሊ ከም ምሻሎ ከም ኣጥቃዓይ ጥራይ ዘይኮነ ከም ሞራል ወሃቢ እውን እዩ ነይሩ ካብ ድሕሪት መፂኡ ዝኾነ ጉድለታት ድዩ ዝኾነ ብኮታት ክፍጠር ከሎ መጺኡ ከምዚ ግበር ከምዚ ግበር ክብለካ ከሎ ብጣዕሚ እዩ ዘሕጉሰካ ዜኑ ዘይትርሰዓኒ ቀይሕ ባሕሪ ናትና ጋንታን ናይ ጋንታ መጠ ጋንታ ኣምባሴራን እንዳተጻወትና ከለና ልክዕ ሓደ ብሓደ ነርና ናብ ትውድእ ናብ 80 ደቂቕ ኣብ መውዳእ ከለና ሓደ ብዜሮ ሓደ ብሓደ እንዳተመራራሕና ከለና ኣጋጣሚ በዚኣ ዝቐልዓ ናይ ናይ ስሙ እኳ ሕጂ ክዝከረኒ ኣይከኣለን ናይ ባሴራ ተጻዋታይ እዩ ልክዕ ምስ ቀለዐለይ ከምዚ ኢለ ክቅበላ እንዳ ተዳለኹ ከለኹ ኣብዚኣ ኩረት ኔራ እታ ኩረት ተንኪፋታ እያ ናብዚ ጎል ኣትያ ተመዝጊባ ሕጂ ጋንታ ብምልኡ ክሓርቅ ከሎ ናይ ዓሊ ዘይትዝከረኒ ግን ካብ ድሕሪት መጺኡ ካብ ቅድሚት መጺኡ ንዓይ ሞራል ገለመለ ፍናን ክህበኒ ከሎ ትዝከረኒ ኣብ ሂወተይ ማለት እታ ጌጋ ሓንቲ ጌጋ እያ እሳ እያ ትዝከረኒ ጌጋ ኣብ ሂወተይ እያ ዓሊ መጺኡ ከተባብዐኒ ሞራል ክህበኒ ገለ መለ ምስ ጀመረ ግን ክነኡቲ ኢና ኣጆኻ ኢሉ ሓቦን ኒሕን ምስ ኣስነቐኒ ልክዕ ሰለስተ ፈተናታት መጺኤን ከምኡ ኣድሒነን ልክዕ እቶዋት ጎላት ማለት እዩ ብዚ ሕጂ ዓሊ ዝድነቐሉ ዋላ ክሳብ ሕጂ ዋላ ኣብ ኢንተርቪዋት ዋላ ክገብሮ ከሎ ዓሊ እንተሎ ጎል ኣሎ ከም ዝበሃል ካብዚ ካብዛ ሜዳ እዚኣ እዩ ጀሚርዋ ኣብ ተስዓን ትሽዓተን ደቂቅ ካብዚኣ ጎል እዚኣ ምስ ኣተወትኒ ልክዕ ከይዱ ክልተ ጎላት ከመዝግብ ከሎ ዝዝከረሉ ኣብነት እዩ ናይ ብሓቂ ዝብዝዝ ደግሞ ዘመዝግቦ ዝነበረ ጎላት ሕጂ ከይዱ ኣብ በዓል እስዋቲኒ ኣብ በዓል ሞሮኮ ብምድጋሙ ከዓኒ ብጣዕሚ እንዴ መግለጺ የብለይን ማለት እዩ። ዓሊ ሱሌማን ከም ባህሪ እንታይ ይፈቱ? ትርፊ ግዚኡ ካብ ስፖርት ወጻኢ ኣበይ ግዚኡ ከሕልፎ ይፈቱ ወይ ዝኾነ ኣክቲቪቲ ክገብሮ ዝደሊ ነገር እንተልዩ እንታይ እዩ? ዓሊ ሱሌማን ኩሉ ግዜ ኣብ ስፖርት ዘድሃለበ እዩ ኣእምርኡ። ኣብ ዕላማታቱ፣ ኣብ ራእይታቱ፣ ኣብ ክበጽሖ ዝደሊ ደረጃ እዩ ዝሓስብ ኩሉ ግዜ። ከምኡ ከሎ ከኣ ካብ ስፖርት ወጻኢ ትርፊ ግዜኻ ምስ ስድራቤቱ፣ ምስ ናይ ቀደም ደቂ ሰንዓፈ ኣዕርኽቱ፣ ምስ ኣሕዋቱ፣ ምስ ኣብ ዞባ ማእከል ነብሪ ኣስመራ መጻወትቱ ገለ መለ ተመሊሱ ምስኦም ኮይኑ ጽቡቕ ናይ ሻሂ ግዜ፣ ጽቡቕ ዕላላት ገለ መለ ከምዚ ዓይነት ከሕልፍ ዝደሊ ሰብ እዩ። ኣብቲ ግዜ ዕረፍቲ ዝረኽቦም ደለስ እቶም ኣዕሩኽተይ፣ መጻወትተይ እዚ ደረጃ እዚ ንኽበጽሕ ኣብ ጎነይ ዝነበሩ ኩሎም ሰባትሲ፣ እቲ ናተይ ሓጎስ ክሕጎሱ ክሪኦም ከለኩስ መጺካ ምስኦም ኮፍ ኢለ ከዕልል ክስሕቅ ገለ ክጻወት ከኣ ይደሊ እየ ከምዚ ዓይነት ሰባት ከኣስ ነቶም ኣዕሩክተይ እቶም ኩሎም ዝደልዮም ቤተሰበይ ገለ ኩሎምሲ ምስኦም ተመሊሰስ ግዝያታተይ ገለ ከሕልፍ እየ ዝደሊ ማለት እዩ ከምኡ ከሎ ከኣ ከም በዓል ፕለስተሽን ቢልያርዶ ገለ ከኣ ምዝንጋዕ ከኣ እፈቱ እየ። ትፈቱ ኢኻ ጌም ምፅዋት ገለ ብሽክለታ ክትዝውር ዲኻ ዝውር ወ ብሽክለታ ትዝውር ኢኻ ኣቕዲምካ ዘዕለልካኒ ነይራ ካብ ካብ ሰንዓፈ ንዓዲ ቀይሕ መፂኹም ብብሽክለታ ክዕሶ ተፃዊትኩም መሊስኩም ብብሽክለታ ትምለስሉ ኣጋጣሚ እውን ነይሩ እዩ ከምዚ ግዜ ኮሮና ነይሩ ምሽ ዕጡ ግዜ ኮሮና ክውዳእ ኣሉ ዝቐረበሉ ምሽ ምንቅስቃሳት ገለ ተጀሚሩ ነይሩ ምሽ ብዙሕ ኣብቲ ግዜ እቲ ከኣ ኣብ ግዜ ሰንዓፈ ስለ ዝነበርኩ እቶም ደቂ ሰንዓፈ ኩሎም እእክቦም ኔረ ንዑ ምሳይ ጊዮዩ ትሬን ክንሰርሕ ገለ ኔርና ኮሙ ከሎ ንእሽተይ ውጽእ ኢልካ ሰርሓ ድበሃል ኔሩ ናብ ሰርሓ ከይደ ምስቶም ደቂ ሰርሓ ደቂ ሰንዓፈ ተኣኪብና ኩዕሶ ምጻት ኮሙ ከኣ ምስ ዓደቂሕ ተቋጺርና ከኣ ኣነ እየ ዘእክቦም ንኩሎም ብሳይክል ካብ ሰንዓፈ ንዓደቂሕ ንከይድ ንጎ ሰዓት ሓሙሽተ ገለ ተበጊስና ሰዓት ሸውዓተ ገለ ንኣቱ ሰዓት ሸሞንተ ጸወታ ተጻዊትና ነብስና ተሓጺብና ከኣ ብሳይክል ከኣ ንምለስ እሶም ዓዲ ቃይሕ ከኣ መጺኦም ንሓደ ይዘኸሙ ጌሮም ከምዝስ ነዘውትር ኔና ኣነ እኩቦም ነጻወት ምኽንያቱ እቲ ግዜ ዕረፍተይስ ኣብ ጉያ ኣብ ጸወታ ገለ ስለ ዝነበረ መዓረ ከምዚ ኮይነ ምስ ዕረፍተይ ከኣ ከምታት ይሕልፎ ኔረ ማለት እዩ ብፍላይ ሓንቲ ኔራ ብዕላል ሕጂ ውን ከይርስዓ ኣጋጣሚ ኣብ ክልተ ሽሕን ዓሰርተ ሸሞንተን ዓሰርተ ኣርባዕተን ኖ ኖ ዓሰርተ ኣርባዕተን ጌጋ ክላለይ በዚ መገዲ መንጉዳ እንዳኸድኩም ከለኹም ኣውቲስታ ግደፍ ከይተጥፋኣኒ ረኣለኒ ኢልካዮ እዚኣ ዘረባ መፅያትኒ እወ ሓዲ እዩ ዝበሃል ሓዲ እንዲ ዝበሃል ኣጋጣሚ ስራሕ ኣፈ ፀወታ ነይሮም ኣነ ምስ ክልተ ሽሕን ዓሰርተ ሸሞንተን እያ ምስ ጋንታ ቀይሕ ባሕሪ ነይረ እታ መዓልቲ ዕረፍቲ ስለ ዝነበርኩ እቶም ናይ ቀደም መጻወትተይ ሞራል ክህቦም ኢለ መንደፈራ ምሶም ጸወታ ክርኢ ከይደ ሕጂ እዛ ኣዶ ኣብኡ ከም ዝበልኩ እንዳሰሓቐ ገለ መለ እያ ትኸይድ ኩላ ተጻወቲ እንዳሰሓቐት ኣጋጣሚ ከኣ እታ ወቲሳ ከኣ ከምዚ ሰሓቕ ፋን ዝፈቱ ነይሩ እሞ ብስሕቕ ኢለ ከምዚ ዶ ምሳ ክጣዕ እዛ ንዓባ ግደት መጻ ኣለና እዚኦም ስቕ ኢሎም ኣይስማዓዮም ገለ ኢለ ሕጂ ኣነ ብጸወታ ዝሓሰብኩ እየ ሕጂ ከምኡ ኢሉ ክዝክራ ከሎ ንሱ ክሰምዕ ከሎ ሓደ ነጥቢ ለካ ለካ ነዚ እዩ እታ ዝበላ እንዳ ኮይና እታ ፖይንት ጽቡቅ ፍሉያት ተዘክሮታት ዝነበረን እዋን ነይሩ እቲ ስምዒት ናይ ኩዕሶ ምናልባት ኣንተወይ ሕልፍ ድበልናያ ነይራ ሓውካ ሲልቫ ኢብራሂም ተጻዋታይ ከሎ እሳ ከ እግሪ እግሩ ኢካ ትኸይድ ነርካ ኣብ ሓደ ሜዳ ተኸልኪልካስ ማይ እየ ዝህብ ናቶም ዋተርቦይ እየ ገሊልካ ዝኣተኸሉ ኣጋጣሚ ነይሩ ኣብኡ ዘጋጠመ ንጥፈታት ነይሩ ህልኽ ዝዓብለሎ ፀወታ ከም ዝነበረ እዩ፣ እቲ ዕላል እውን ኣብ መንጎ ዓዲ ቀይሕን ሰንዓፈን ዝነበረ ግጥም እዩ፣ ኣዝዩ ምትህልላኽ ዘለዎ ግጥም ከዓ ብዙሕ ፋወላት ወይ መወዳእትኡ ዘይንቡራዊ እዩ ዝዛዘም ከምቲ ንፈልጦ ከመይ ነይሩ እስከ እቲ ኣጋጣሚ የዕልለኒ። ተስፋ ዝገበርኪ ኣበርክቶን ድሒራ ዝሰዓበትካ ጉዳይን እዚኤን ዕለኒ። 2012 እዩ ገሊል ኣነ ንእሸ ነይረ ንእሸ ስለ ነበርኩ ኣጋጣሚ ሓትነይ ከዓ ኣብ እቲ ናይ ዞባ ውድድር ኣብ ዓዲ ቀይሕ ተኻይዱ ሓትነይ ካብ ዓዲ ስለ ዝነበረት ሕጂ ንዓሰርተ መዓልቲ ከይዶም ኣነ ከዓ እግሪ እገብራ ዝርኢ ስለ ደኸይድ ከዓ እሶም ደኸድዋ ንግሆ ኣነ ምሸት ከዓ ናብ ሓትነይ ከይደ ዓሰርተ መዓልትስ ምስ ሓትነይ ቀኒየ ማለት እዩ እንታይ እቲ ፀወታ እቲ ፍቕሪ ናቶም ክርኢ ስለ ዝደሊ ባህጊ ስለ ዝነበረኒ ሓደ ደረጃ ንክበጽሕ ዕላማ ገለ ነይሩ ማለት እዩ። ሕጂ ንዞባ ሰንዓፈ ምስ ክልተ ጸወታ ኣከታቲሎም ስዒሮም ከምኡ ድማ ዓዲ ቀይሕ ሕጂ ምስ ማይ ዓይኒ ማይ ዓይኒ ነይሩ ጸወታ ማይ ዓይኒ ሕጂ ቅድሚያ ጸወታ ዓዲ ቀይሕ ሸውዓተ ደን ገለ ኮሎ እትዮምሎም ነይሩ ሰንዓፈ ከዓ ግዴታ ሸሞንተ ሸዓተ ክቕትሎም ዝጸለበልታ ሽቶ ነተሓዝ ማለት እዩ ብድሕሪኡ ንዕኦም ብምምስሓዙ እታ ሰንዓፈን ዓዲ ቀይሕን ቅድሚያ ጸወታ ቅድሚ ማይ ዓይኒ ኣብ ክልቲኦም ጸወታ ህልኽ ስለ ዝኾነ ከምዚ ደርቢ ዓይነት እዩ እወ፣ ናይ ብጣዕሚ ደርቢ ጽቡቕ እዩ። ዝጻወቱ ገለ ምለ ክልቲኦም ገለ ኣጋጣሚ ብባእሲ ተዛዚሙ ገለ ምለ ተባኢሶም ዕርቂ ዕርቂ ኮይኑ ገለ ንጽባሒታ ንግሆ ብዘይ ደጋፊ ቁርብተይ ተጻቢ ኣጻዊቶሞ ሽዑ ናይ ሰንዓፈን ናይ ዓደይ ሕንጸወት ኣብ ዘለዎ ደጋፊ ከልኪሎሞ ፖላይስ ገለ ዝኣቱ የለን ተባሂሉ ማለት እዩ ናብቲ ጸወታ ሽዑ ከምዝተኸልከለ ኣነ ከኣ ሒዞም ንክኣቱን ዘሪቶም ምስ በዓል ብራዘር ኩሎም ተጻዋቶም ሶም ክኣቱን ዘለኹ ፖሊስ ኖ ወላ ሓደ ሰብ ኣይኣቱን እዩ ገሎም ስጎኖ ኣነ ናቶም ማይ ዘመላልስ ማይ ዝህብ እየ ናብ ቤተሰቡ ንሃገር እየ ሽዑ ኖ ኖ ሽዑ ኖ እዚኦም ኣነ ናይ ማይ ምስኦም ከይደ ጻወት ደብል ምክንያቱ ጸወታ ክርኢ ስለ ዘለኒ ሽዑ እዞም ምሳና ኢሎም ሒዞምና ኣትዮም ሒዞምና ኣትዮም ኣጋጣሚ ናይ ዓደይ ከም ዘስሕቕ ነገር እታ ኩዕሶ ክልተ ኩዕሶ ጥራይ ገዲፎም ኣብ ሜዳ ምክንያቱ ብዙሕ ጎል ከይቱ ብዙሕ ዓሳሱ ተላስ ከቕብሎም ከለውስ ንኸይጅምር ኦህ እቲ ክደናጎ እቲ ጸወታ ክደናጎ ክዕሶ ሽዕኡ ክልተ ክዕሶ ነይረን ኣነ ስለ ዝንህልኽ እዩ ነይረ ጎልኪ ሽዑ ሹት ሃሪማ እታ ኩዕሶ ትወፅእ ኣነ ብስፕሪንት እንዳ ጎይኹ እታ ኩዕሶ ምፅእ ይጀምረሉ በቲ ጥቂና በቃ እታ ሜዳ ተስዓ ደቂ ብለ እንዳ መላለስ ከቢደ ኣለዋ ኣጋጣሚ ትሽዓተ ደን ገለእት እዮም ካብኣን ሽዑ ትሽዓተ ጎል ዝበዝሐ ገለእት እዮም ስዒሮም ገለ በለ በዓል ጣዓም ተሓጉሶም በቃ ከሎም ቶም ፌደሬሽን ገለ በለ ክሳብ ክንድዚ ላይፍ ይሕልፍ ነይረ ማለት እዩ ምሶም ባህግቲ ናይ ኩዕሶ ክሳብ ናብ ድገሾ ስገሽ ነይረ እዩ ሓስዮምሉ ንብራዘር ዶ ሽዑ ናይ ኮሌጅ ተማሃራይ ናይ ኮሌጅ ተማሃራይ ገለ ኢሎም ናይ ኣኽርያ ተፃዋታይ ገለ በለ ኢሎም ክሳይ ኣቢሎም ፎርፋይት ከም ዝሰዓሩ ሓሊፎም ነይሮም ናብ ፋይናል ገፆም ፎርፋይት ገለ መለ ተሳዒሮም ንዞባ ሰንዓፈ በታ ውድድር ናይ ካልእ ተፃወታይ ኣብዚ ዝፃወት ዘለዎም ኢሎም ሓስዮምሉ ማለት እዩ እወ ንዑ ኣብ ኣኽርያስ ይጻወት ኮሎ እዩ ሰንዓፈ መጺኻ ዝጻወት ዘሎ ኣብ ክልተ ጋንታስ ከመይ ይጻወት ኢና ኡፋይ ድስዓሩ ወይ ዶ
እዋ ኣነ ኣብዚ ሕጂ ኮይኑ ክሪኦ ከለኹ ከምኡ ይመስል ምኽንያቱ ውዕሉ ወዲኡ ምስታ ናይ ኣኽርያ ወዲኡ ነይሩ ሽዑ እታ ጸወታ ከኣ ምስ ሰንዓፈ ኮይኑ ክጻወት ዝኽእል ኮይኑ ይመስለኒ ነይሩ ግን በቲ ኣጋጣሚ ካሶም ስለ ዝፈልጡ ከኣ በቲ ውሳነ ከምኡ ወሲኖም ሰንዓፈ ካብቲ ዞባ ሽዑ ከምቲ እለ ተገይሩ ደቀምሓረን ዓደይሕን ናብ ናይ ፋይናል ሓሊፈን ከይደን ማለት እዩ እሱ መሲልካዮም ግን ንዓኻ ዝሰዓበካ ጉዳያት ነይሩ ሓደ ግዜ
ቤት ትምህርትታት እንዳተፃወትና ምስ ደቂ ኣምሓረ ፀወታ ነይርና ሽዑ ምስ ደንቦስኮ ዝበሃሉ ናይቲ ናትና ከዓ ከምኡ ዝፀወታ ነይርና ከይድና ስዒርናዮም ክልተ ጎል ገለ እትዮም ዝሰዓርክዎም ሽዑ ካብኦም ሓደ ሰታና እዚ እኮ ተምሃራይ ኮሌጅ እዩ ኢብራሂም ሲልቫ እዩ ዝበሃል ከመይ ገይሩ ብዘይኣቱ ንክሰሶ ገለ ኢሉ ከሲስና ነተይ ብራዘረይ መሲለዮ ማለት እዩ ክትጻወት ጎል ክእቱ ምስ ራእየኒ ተመሳሳሊ ምስ ተመሳሰሉ ራእየ መልክዖም። እዎ እዋ ኢሉ ምስ ከሰሰኒ ገለ በለ ዕግርግር እቶም ናይ ኣሰልጠንትና ተጻወቲ ብሰሓቕ ኢሎም እቶም ሓለፍቲ ኩሎም እዎ እንተ እዚ ስለትፈ ንሻ ሓዊ ንህብና ከተደናጉርና ክንከስስ ኢና ገለ በለ ዕግርግር ኮይኑ ክሳብ ምሸት ሰዓት ኣርባዕተ ዕግርግር ከምኡ ቢሉ ሽዑ እቲ ሓላፊ መጺኡ ገለ በለ እባ ይቕሬታ ይትሓዘለይ ኣነ እኮ ሲልቫ መሲልካኒ ኢኻ ካበይ መጺ ከምዚ ዓይነት ንፉዕ ተጻዋታይ ደኣ ኢለ እንዲየ ሰንቢደ ማሞተይ ትሓቲ ነጊረኪ ግን ጽቡቅ ኢካ ተመኒካ ለይ ኮለጅ ይኣ ትኮን ሓደ መዓልቲ ሓደ መዓልቲ ተቀንየለይ ሽዑ ሳብ ከምዚ የጋጥመኒ ነይሩ እዩ ጽቡቅ ኣጋጣሚ እዩ ኣጋጣሚ ብከምዚ ተዛዚማ እታ ኩነታት ማለት እዩ ብከምዚ ተዛዚማ ገለ ሽዑ ዓርክን ዶ እዩ ፍሉይ ኣስተዋጽኦ ነይርዎ ሓውካ እውን መድረካት ደኣ ናብ ካልእ ስለ ፍሉጥ እዩ ነይሩ ንፉዕ እዩ ስለ ዝነበረ ይፈልጥዎ እዮም ዞባ ኩሎም

ፍሉይ ኣጋጣሚ እዩ ክጻወት እዚ።
ደልየ ነይረ ብሕልመይስ ኣብ ኪቤ ክልተ ኣሕዋት ኮይንናስ ነጥቃዕቲ ንምርሖ ነይርና ኢና። ሕጂ ኣብ ምእላይካ ኣብ ምሕደራኻ ኩሉ ኣብ ትገብሮ ነገራት ቀሊል ኣይኮነን ዕድሜኻ ንእሽተይ እዩ እቲ ተመኩሮኻ ብኡ መጠን እሞ ካልእ ሃገር ኣብ ዘይትፈልጦ ሕብረተሰብ ኮይንካ ከትከይድ ኣብ ውሳነታትካ ምስ ክለባት ኣብ ትፍርሞም ብዙሕ ሓርጎጽጎጽ የጋጥሞ እዩ ብዙሕ ሰብ ኣብ ከምዚ ከኣ ናተይ ትብሎ ኤጀንት ኮይኑ ዝኣሊ ብፍላይ ካብ ኣሕዋትካ ትኮይንኻ ዝያዳ ተመራጺ ኣብ ከምዚ ቀለም እውን ቀመስ ከም ምዃኑ መጠን መምህር እውን ትብሎ ኣለኻ ብዓብዩ ናይዚ ኩሉ ድምርማር ኣብ ምእላይካ ዓብዪ ኣስተዋፅኦ ይገብር ዶ ወይስ ፈኒግካ እዩ ተማወት ከም ስሬኻ ኢልካ እዩ ሕጂ ፍላይ ሕጂ ሕጂ ሓድሽ ኤጀንት እዩ ዘለና ሓድሽ ዝሓዝክዎ ኣሕመድ ይሓያ ዝበሃል ከምዚኦም ቶፕ ዝኾኑ ተፃወቲ ብግብፂ ኣብ ኤሮፓ ገለ ደብፅሕ ዓብዪ ኤጀንት እዩ ሕጂ ግን ኩሉ ስነ ዕብየታት እዩ ዝሰርሕ ዓባይ ሃገ ዓባይ ክለብ ኣነ ዝረብሓሉ ኣነ ዝዕወተሉ ኣነ ዝነፍዓሉ ኣነ ዝጻወተሉ ኩሉ ነገር ኣመቻችኡ ብጣዕሚ ካብ ቴሌፎን ድዮ ድሕሪ ጸወታ ከምዚ ነርካ ብጣዕሚ ጽቡቅ ከም ዝወሰኸሉ እዚ ንዝን ግደፍ እዚ ንዝን ጽቡቅ ከም ዝቀጽል ከም ዝግበር ገለ ኢሉ ብጣዕሚ እዩ ደኣ ኣልየለይ ካብ ብጣዕሚ ንፉዕ እዩ ሕጂ ሒዘዮ ዘለኹ ሓቂ ዘረባ ሎሚ ዓመት ካብ ማንቲ ጽልዋ ገለ መለ ክገብር ብጣዕሚ እዩ ሓጊዙኒ እዚኦም ከምዞም ዓይነት ሰባት እውን ከምዚ ግበር እዝን እዝን በዚ እንዳበለ ብዙሕ ይኣልየለይ እዩ ዓባይ ጋንታ ንዓይ ከምጸለይ ውን ገለ ውን ይሓስብ እዩ ብጣዕሚ ውን ዝስኡ ንፉዕ ንፉዕ ኤጀንት እዩ ንፉዕ ወኪል እዩ ንፉዕ ከኣ ዓቢ ኣሰልጣኒ እዩ ተራ ብራዘር ከ
ሲልቫ ተራ ብራዘር እሞ እሱ እኮ ከማን ከምዚ ኣነ ደድሕሪ ድኸይድ ነበርኩ ኣብቲ ጽቡቕ ዝኾነሉ እዋን ውን ንኣብነት ኮሌጅ ዝመሃር ተኾይኑ መንደፈራ ተገይሸ ንመንደፈራ መጺ ናተይ ጸወታ ይርኢ ነይሩ ክኣቱ ከለኹ ኣጆኻ በዝን ከምዝን ግበር ኢሉ ይመኽረኒ ነይሩ ናብዚ ክመጽእ ከለኹ ናይ ፌስቲቫል ኣስመራ ከኣ ኣብዚ ዓሰርተ መዓልቲ ኣብዚ ቀኒ እዩ እሱ ከማን ምሳኻ እዩ ናተይ ዝወኒ ጸወታ ይርእ ነይሩ ደድሕሪ ጸወታ ንፉዕ ከምዚ ግበር ኣጆኻ ኣጆኻ እንዳበለ ካብቲ ቀደም ደድሕሪኡ ዝኸዶ ዝነበርኩ እሱ ኣነ ከኣ ክጻወት ክነፍዕ ምስ ጀመርኩ ከኣ ደድሕረይ መጺኻስ ሞራል ይህበኒ ነይሩ እዩ ስቲል ክሳብ እዚ ሕጂ ናተይ ጸወታ ዋላ ኣብ ኦን ስፖርት ማክስ ክመሓለፍ ከሎ ኮፍ ኢሉ እዩ ጸወታ ዝርኢ ተስዓ ደኣ ኩሉ ግዜ ጸወታ ይርኢ እዚኣ ከምዚኣ ድገበርካያ ከምዚ ከምዚ ግበራ ኢኻ እዚ ከኣ ወስኸሉ ገለ ኢሉ ከኣ ድሕሪ ጸወታ ምስ ስድራ ስለ ዝዳወል ከምኡ እዩ ዝገብር ኣነ ከኣ ብዓቢ ከኣ ምስ ፋዘር ማዘር ከይተራኸብኩ ኣትየ ይፈልጥ ዝኾነ ዓይነት ጸወታ ዝኾነ ዓይነት ቴሌፎን ምስ ኣሕዋተይ ምስ ስድራይ ከይተራኸብኩ ኣትየ ይፈልጥ
ድውለሎም ተቐቢልካ ኢኻ ትኣቱ ናብ ጸወታ ግዴታ እዩ ህይወተይ እዚኣን ከይሰገድኩን ይከይድን ተመራቂ ዲኻ ነርካ ኣብ ገዛ እዎ ተመራቂ ሓቂ ዘረባ ንፉዕ እየ ነይረ ከም ዝበልኩ ከዓ መሸለ ሽቀ ስለነበርኩ ሓረግርግ ስለነበርኩ ከዓ ናይ ገለ ከዓ ትውትፈላ ኢኻ ንመማ በቃ ዝኾነ ከለኹ እዚን ከዓ ሸይጤንኪ ከዓ እዚን ትብላ ግርም መውፅኢ ከዓ ረኺብካ ኪድ በል ስራሕ ከዓ ትበሃል ዕድላት ትረክብ ነርካ ኢኻ ማዘረይ ሓቂ ዘረባ ንዓይ ኢላ ፀወታ ተለኒ ድሌት ነይርኒ ከምዚ ኩዕሶ ዕጥቀይ ገይረ እየ ዝድቅስ ነይረ ባይዘ ፅባሕ ንጎ ፀወታ ኣለካ ተባሂለ ኢልካ ክትጎይ ምእንታ ዕጥቀይ ገይረ ተዳልየ ምስ ጫማይ ገይረ ይሓድር ነይረ ሓደ ግዜ እምቧእ ኮንጎ ገይረ ምሰይ ምስ ካልሳቶ ነገር ነረ ወይ ዝሶላ ይሓደ ነረ ንጎ ወይ ዝሶላ ሰዓት ብድረኺ ክንደይ ኮዮ ኣንታ ጊና ይደቅስ እንታይ ክትገብር ኣለኻ ባዕለይ ገተሰካ እያ ትብለኒ ማዘረይ ከምዚ ድወግሕ ንክትፃወት ንጎ ተስያ ቁርሲ ዳልያ ገለ መለ እዚ ሞራል ኣጋጣሚ ዝትበካ ስድራይ ነይራ። ከዓ ማዘረይን ፋዘርን ሳዕዲ ሓሰን እያ ትበሃል እ? ሳዕዲ ሓሰን እያ ትበሃል በዚ ኣጋጣሚ። ማዘር ከዓ ስሌማን ኢብራሂም ድበሃል ብዙሓት ሰባት ኣለዉ ብልቢ እዮም ድሕግዙ ኣሕዋተይ ከዓ ከምኡ ክምስገኑ ኣብ ዝግብኦም ጎኒ እዮም ኩሎም እዎ ብጣዕሚ ንፉዓት እዮም ኩሎም ይፈትዎ ድዮም ነቲ ዓውደ ስፖርት ብጣዕሚ እወ ብጣዕሚ ብዘይካ ሲልቫ ካልእ ነይሩኩም ድዩ ተጻዋታይ ወላ ገዛና ኩላትና እኮ ስም ኣለዎም እኮ ናይ ሳጓ ኣለዎም ተሓዛር እቲ ናይ ዘሎ ስፖርት ገዛ እዩ እኮ ኩሎም ሳጓ ኣለዎም ሲልቫ ይበሃል እቲ ሓደ ናስር ይበሃል እቲ ሓደ ቶረስ እቲ ሓደ ላምፓርድ ከምኡ እዮም በቃ ኣብቲ ናይቲ ዓዲ ማለት እዩ ስም እወ ኩዕሶ እታ ገዛናስ ብኩዕሶስ ፍልጥቲ እያ ኩላስ ትፃወት እያ ኩላ ተፃዊታ እያ ሰንዓፈ ወኪላ
ናይ ገዛ እዩ እሞ ዝዳ መሰረቱ እዩ ወላ ማዘር እውን ኣትያ ትኸውን ያብኡ ፕሪምየር ሊግ ትርኢ በቃ ትፈልጥ እኒኣ ኮፍ ኢላ ካብ ሰንታት ኮና ከምዚ ኮይኑ እቲ ሓደ ሓረቐታ ግደፎም ዶ ገለ ትብለካ ኮሚና ዓቢና እቲ ሞራላዊ ስንቅታት ናይ ራሴነ ኣመጋገባ ኣብኡ ዘተኮረ ፋዘር ናቱ እቶም ኣሕዋት ናቶም ተመቃቂሉ እዩ ትክስታይ ከምዚ ዓብደላ ዓብደላ ስሌማን ይበሃል ድሮስ ብራዘረይ

ንእሽተይ እንዲኻ ኣነ እንታይ እዮም ዝብሉ ዘለዉ ዝብሎም እንታይ እዮም ዝብሉ ዘለዉ ኣነ ኣሓሳስብ ደየ ናይ ገዛ ተዝናስኳ እንዲያ ንስኻ እንታይ ኢኻ እንታይ እዮም ኣነ ንእሽተይ እንዲኻ ገና እንዲኻ ቆልዓ ዶ ከምዚ ዓብዪ ንኸይመስል? በቃ ኣነሳ ተጎበዝ ከጎብዝ ንእሽተይ ምዃንካ ንዓይ ፍለጥ እያ ትብለኒ ወዲስ እም፣ እንታይ ደኣ ኣስሊ ደኻ ዋላ ሓንቲ የብልካን ተጠንቀቕ ጥራይ ገለ ትብለኒ ማለት ፅቡቕ ምኽሪ ትበኒ እያ እወ።

እሱ ዘይተርፍ እዩ ናይ ወላዲት ነገር ኣቦይ ደሓን እዩ በቃ እካ ዳኻሪ ኣይትረን እያ ፀወታ ይብሉ ኮፍ ኢሎም ክሪኡ ከለዉ ገዛ ኣደይ ውሽጢ ገዛ ገለ እያ ትኣቱ ሽዑ እንታይ ኮይኑ ዝብል ኣነ ሸቆል ዓላትና ሄሪሜላ ትበሃል ጎረቤትና እዛ ዓዲ ዓስና ዓዲ ዓዲ ጎደቲ ገለ ኢላ ከይዳ ትነግራ ሽዑ ሓበሬታ ትከፍል ትፈርሕ ወዲቐ ክረም ግዳ ከይትርእና ኩሉ ግዜ ብሉጻት ተጻወቲ ክትርኢ ከለካ እኮ እቲ ገዛ ፓወር ናይቲ ገዛ ከዓ ግድነት እዩ ንዕኦም ኣብ ምስላይሲ ዓብዪ ኣስተዋፅኦ ዘለዎ ስድራ ቤት እንተኮይኑ እዩ ዝያዳ ኣውትሻይን ዝገብሩ ወይ ዝደምቁ ዝኽልክሉኻ ተኮይኖም ከዓ እቲ ክሳይ ትኸውን ኢኻ ፍርቂ ፍርቂ ትኸውን ኢኻ ሓንሳብ ዘረባኦም ክትሰምዕ ሓንሳብ ገለ ሓዲግ ኢኻ ትተርፍ ሙሉእ ሞራል ድህቡኻ ተኮይኖም ግን ኣብ ብዙሓት ኣቐዲሞም ኣብ ዓለምና ዝደመቑ ተፃወቲ ትሪኡ ኢኻ ብቐረባ ምስዛ ናይ ሲልቫ ሓውኻ ምሳኻ ዘሎ ርክብ እንታይ ክዝክር ጸኒሐ? ሮናልዲንዮ ተጻዋታይ ብራዚላዊ ተጻዋታይ ሲ ትብሩይ ምስ ፍሉይ ታክቲክ ዘሎ ተጻዋታይ ሓዉ ኣቐዲሙ ተጻዋታይ ነይሩ እዩ ምዕባይ ሓዉ ናቱ ኤጀንት ክሳብ ዚ ግዜ እዚ ከዓ ንሱ እዩ ኩሉ ምርጭኡ ኩሉ ውሳነታቱ ሓዊ እዩ ዝወስኖ ብናቱ ውሳነ እዩ ከዓ ዝኸይድ እቲ ናይ ክልቲኦም ምውህሃድ በዓል እዩ ከዓ እቲ ስድራ ቤት ይረኣየካ ኣብቲ ውሳነታት ናይቲ ተፃዋታይ ሲ ይረኣየካ ብተመሳሳልስ ንስኹም ከ ከምኡ ዶ ትኾኑ ክብል እየ ፀኒሐ እሞ እሱ እዩ ግን ብሓፈሻ ብፍሉይ እስከ ምናልባት ከም ገለ ከይርስዓ እዞም ሓደሽቲ ወለዶ ኩሉ ግዜ ሓደ ሰብ ሓደ ለውጢ ከምፅእ ከሎ ነቶም ድሒሮም ዝመፁ ዘለዉ ወለዶ ፅቡቕ መርኣያ እዩ ዝኾኖም ብሉጽ እንተኾይኑ ናይ ጽቡቕ ኣብነት ይኾኖም፣ ሕማቕ እንተኾይኑ ከኣ ናይ ሕማቕ ኣብነት እዩ ዝኾኖም። ክሳብ ዝኾነ ሓላፍነት ናይ ብዙሕ መንእሰይ ወለዶ ህዝቢ ኤርትራ ትስከም ኣለኻ። ብዘይርደኣካ ብዝረኸብካዮ ዓወታትሲ ንብዙሓት መንእሰያት ንብዙሓት ብሕጂ ዝፈርዩ ዘለዉ ህጻናት መምህር ኢኻ ኮይንካ ዘለኻ ኣብዚ ሰዓት እዚ። ነዚኦም ሕጂ ዝብገሱ ዘለዉ ህፃናት ከ ንስኻ እንታይ ልበዋ ክትቦም ትደሊ ወይ ብፍሉይ ምሳኻ ኮኔክሽን ኣለዎም ድዩ ትኸዶም ዲኻ ነዞም ትሕቲ ዕድመ ተፃወቲ ኣብ ሜዳ ትሬኒንግ ክገብሩ ከለዉ ሞራል ኣብ ምሃብ ገለ እንታይ ግብረ መልሲ ኸ ካብኦም ትረክብ?
እወ ትርኢ ኢኻ እኮ ትርኢ ካብ ጎደና ክረኽቡኻ ከለዉ ስምካ ጸዊዖም ኣነ ከማኻ ክኸውን እደሊ ገለ ገለ ዝብሉ ቆልዑት ብዙሓት ኣለዉ ኣነ ከኣ ነግሮም ልዕለይ ክትኾኑ ኢኹም ጥራይ ኣጆኹም ኣብ ጎኒ ጎኒ ትምህርትኹም ዲሲፕሊን ግበሩ ኣሰልጠንቶም ዝህብዎም ምኽሪ ስምዑ ስምኩም ስም ሃገርኩም ክተጸውዑ ምዃንኩም እመኑ ሃገራዊት ጋንታ ዝበለጸ ዋንጫ ዓለም ክትሳተፉ ከም ትኽእሉ እመኑ ምኽንያቱ ግራስዉ ካለዉ ቆልዑት ኣብ ስርዓ ፈርየዮም ኔረ ኣብዚ ኣስመራ ከኣ ኣለዉ ኣንደር ሰቨንቲን ዘጻወቱ ገለ መለ ኩሎም ረኺበዮም ኔረ ቆልዑት መጺኦም ዝሓቱኒ ኣለዉ እንታይ ክንገብር ገለ ዝብሉ ኣለዉ እዚ ኩሉ ኩሉ መጀመርታ እቲ ድልየት ክህሉ ኣለዎ እቲ ራኢ ክህሉ ኣለዎ እቲ ዕላማ ክህሉ ኣለዎ እሱ ተሎካ ጎኒ ጎንኻ ኣበርቲዕካ ምስራሕ ካብ ኣሰልጠንትኻ ትወስዞ ተወሳኺ ባዕልኻ ትገብሮ ትሬኒካን ወሲኽካ ኣብቲ ዝለዓለ ናይ ቶፕ ዝኾነ ሊጋት ክትጻወት ተኾንካ ካብ መጀመርታኻ ትገብሮ ንጥፈታታት ኣዝዩ ኣገዳሲ እዩ። ካብ ነይ ንእስነት ምእላይ ከምዚ ንእሽተይ ስለ ዝኾንካ ገለ መለ ብዙሕ ከም ትዘናጋዕ ገለ ትደሊ ኢኻ ካብ ከምኡ ዓይነት ነገራት ከኣ ብጣዕሚ ትርሕቕ ምኽንያቱ ጽባሕ ንግሆ ድሕሪ ኩዕሶ ምስ ወዳእካ ክተርክበሉ ትኽእል ኢኻ ሕጂ ግን ነይ ኩዕሶ ዕላማ ርኢኻ ምስራሕ ጥራይ ዘይኮነ ከኣ ኣተካይዳኻ ከኣ ነቲ ስፖርት ዝውክል ኣካይዳ ክትኸይድ ክትኽእል ኣለካ። ከምዚ ዓይነታ ነገራት ክሓስቡ ክኽእሉ ኣለዎም። ብዓብዮም ከኣ ሃገሮም ከጸውዑ ከም ዝኽእሉ ክሓስቡ ክኽእሉ ኣለዎም። ኣበርቲዖም ክሰርሑ ተኸኢሎም ዘይዕወት ሰብ የለን። ንስኻ ስራሕ ኣበርቲዕኻ ክትሰርሕ ክትክእል ከሎኻ እኮ ረቢ ይርእየካ ኢኻ እኮ ይውስኸልካ እዩ። ስለዚ ኣበርቲዖም ክሰርሑ ከም ዘለዎም ነፊዖም ክሰርሑ ከም ዘለዎም ዝሓሸ ደረጃ ከብጽሖም ዝኽእሉ ኣሚኖም ብዲሲፕሊን ክሰርሑ ኣለዎም። ብከምዚ ይላበዎም ከምኡ ተገይሮም ግን ናይ ብሓቂ ዝደለይዎ ደረጃ ክበፅሑ ይኽእሉ እዮም። ፅቡቅ ኣብ መወዳእታ ጉዕዞ ዓሊ ሱሌማን ናበይ እዩ ሕጂ ምስታ ኢስማዒልያ ክለብካ ክትቅፅል ዲኻ ወላ ኣብ ከመይ ኩነታት ኢኻ ዘለኻ ሕጂ ናይ መወዳእታ መዓልቲ በስመራ ዘለኻያ እያ መስለኒ እዚ ኣጋጣሚ ሕጂ ዝኸዶ ጉዕዞ ንናበይ እዩ? እንታይ እዩ እቲ ዝስዕብ ውሳነታት? ሕጂ ዝኸዶ ውሳነታት ኣብዚ ጽቡቕ እኒሀ፣ ኣብ ሃገረይ ጽቡቕ እኒሀ፣ ምስ ኮሚሽን ዝወሃበና ዝነበረ መምርሕታት፣ ምስ ፈደረሽን ጽቡቕ ናይ ትሬኒክ ልምምድ ገለ ጌርና፣ ጽቡቕ ከኣ ሰባት እቶም ኣዕሩኽተይ ብሰላም ተራኺበ፣ ጽቡቕ እቲ ዝደልዮ ጽቡቕ ግዜ ኣሕሊፈ፣ ሕጂ ናብ ጋንታይ ይምለስ ኣለኹ፣ ኩንትራት ውዑል ኣለኒ ምስ ጋንታይ፣ ምስ ጋንታይ ከኣ ክለባት ሓደ ሰለስተ ኣርባዕተ ክለባት ጽቡቕ ክለባት ይዘራረብዎም ኣለዉ፣ ንዓይ ንምውሳድ ሕጂ ኣነ ውዕል ስለ ዘለኒ መጀመርታ ምስ ጋንታ ኣነ ዝዘራረብ ንሶም ከኣ ምስቶም ጋንታታት ይዛረቡ እሞ ኣብ ድሓሸ ደረጃ ወሲኽና ከኣ ንዝያዳ ኣብኡ ከኣ ጽቡቕ ሰሪሕና ከኣ ንሃገራዊት ጋንታና ከኣ ዝያዳ ተሞኪርና መጺና ኣብቲ ናይ ወርሒ ትሽዓተ ዘሎ ከኣ ሓድሽ ዓወት ንኸነርእዮም ከኣ ኣበርቲዕና ክንሰርሕ ኢና፣ መጻኢ ናይ ዓሊ እንተገደደ ኣብ ዝሓጸረ እዋን ዝውሰን ኮይኑ ይስማዓኒ ኣብታ ጋንታ ድየ ክቅጽል ዋላስ ናብ ካልእ ጋንታ ክከይድ ዝሓጸረ እዋን እዩ ግን ኣነ ግን ኣብ ዝሓሸ ደረጃ ከይደ ጽቡቅ ነገር ክሰርሕ እደሊ እየ እንሻላህ ካኣ ከምኡ ክከውን እዩ ማለት እዩ። ካብቶም ቀንዲ ኣዕሩኽትኻ ደገፍቲ ኣርሰናል ኣለው። ቦታ ጊዮከረዝ ክትከኣልና ኢና ንጽበ ዘለና ካልእ ወላ ሓንቲ ንጽበዮ የብልናን ሕጂ ኢሎም እዮም ድምድም ኣቢሎሞ ተስፋ ኣለና ድዩ ንኤሮጳ ገጽና ክንግስግስ ዓለ ክንሪኦ ዲና ኣብ ኤሮፓ ከመይ እዩ እዎ ከም ዝበልኩ ክውዕል ኣለኒ ሕልምታተይ ኣነ ቀዳምነት ንኤሮፓ እየ ዝሰርሕ ዝኾነ ክበፅሖ ዝደሊ ሕልምታተይ ኣብቲ ናይ ኤሮፓ ቶብሊግ ክፃወት እየ ዝደሊ ንከምኡ ዓይነት ዘብቅዕ ዓቕሚ ካብዚ ሕጂ ሰዓት ሒዘ ኣለኹ ኢለ ይኣምን እቲ ዕድል ከዓ ይመፅእ ኣሎ ኢለ ይሓስብ ግን ኣበርቲዐ ክሰርሕ እሞ ሽዑ ኣብቲ ናይ ዝሓሸ ዝኾነ ሊግ ናብ ኣውሮፓ ዝኸደሉ ኣብነት ርሑቕ ኣይክኸውንን ኢለ ይሓስብ ማለት እዩ። እወ ምስ ዕድመ ከምቲ ዓንተወይ ዝበልናዮ ኣብ ግምት እንዳእተኻ እቲ ኮታ እንዳጸበበ እውን ከይከይድ ወሳኒ እዋን ዘሎ ኮይኑ ይስምዓኒ ኣብዚኣ ትርድ በለስ ውሳነ ክትወስደላ እውን ክንጽበይና ማለት እዩ ክረካ ስረ ንብህግ እዩ ካልኣ ኣይኮነት ክስታይ ዓብይ ኣብነት እውን ኮንካ ኢኻ ክሳብ ዝዝ መጻኻዮ ኺደት ቀሊል ኣይኮነን ብሓፈሻ ውን ዓቢ ኣብነት ኢኻ። ኩዕሶ እግሪ ከኣ ኤርትራ ሕጂ ውን ብኩዕሶ በቲ ዝቀደመ ክልተ ዓውደ ስፖርት ዓቢ ኣበርክቶ ጌራ እንድያ ኣብ ዓለም ሕጂ ከኣ ብኣኻ እዩ ብኣኻ እዩ መስለኒ ክርህወና ብኩላትና ብኩላትና እወ ብልካ እቲ መገዲ ግን ንስኻ ኢኻ ክትከፍቶ መስለኒ ኣብ ውሽጢ ኢንሻላህ ከኣ ኣብ ዓቢ መድረኽ ክንርእየካ ክትንበልብል ወትሩ እታ ሃገር ንሱ እዩ እቲ ሕልሚ ስለዚ ኩሉ ሰናይ ዘበለ ክስዕበካ ዓወታትካ ዝያዳ ክስስን ዝበለፅካ መንእሰይ ኮይንካ እውን ክትግስግስ ከዓ በዓልቲ ሙሉእ ተስፋ እየ ኣብ መወዳእታ ብፍሉይ ከተመስግኖም ወይ እውን ፈደረሽን ድዩ ሃገራዊት ጋንታ ኩሉ ኣብ ሂወትካ ኣስተዋፅኦ ንዝገበሩ ሰባት ዕድል ንዓኻ ክህበካ ብመጀመርታ ንረቢ ኣብዚ ደረጃ ከብጽሐኒ ንጎነይ ስለዝኾነ ንዑ ኣልሓምዲላ ብምቅጻል ከኣ ንዓይ ከምዚ ዓይነት ሞራል ክትህቢ ምሳይ ኮፍ ኢልኪ ከምዚ ዓይነት ኢንተርቪው ክትገብሪ ምኽኣልኪ ከኣ ንዓኺ ብልቢ የመስግነኪ ምስ መሳርሕትኺ ኩሎም ማለት እዩ ብምቅጻል ከኣ ንንኡስ ዞባ ሰንዓፈ ከኣ ካብ ብንእሽተይ ስቲል ክሳብ እዚ ሕጂ ብዓወታት ክምለሶ ከለኹ ብሓ ብዓቀዳማይ ጽቡቅ ኣቀባብላ ጌሮም ኩሉ ነገር ንዓይ ዘሐጉስ ህዝቢ ተኣኪቡ ሳፖርት ክገብረኒ ብምርኣየይ ከኣ ንዕኦም ከኣ ብልቢ እየ ዘመስግኖም። ኣብ ንኡስ ዞባ ሰንዓፈ ዝነብሩ ኩሎም መጻወትቲ፣ ተጻወትቲ ሓደ ሓደ ክትጠቅስ ኣይትኽእልን ኢኻ ብሓፈሻ ኩሎም ንዕኦም ከኣ ብልቢ እየ ዘመስግኖም። ከምኡ ድማ ንፈደረሽን ኩዕሶ ናይ ሰንዓፈ ዝነበረ ከምኡ ድማ ንቀይሕ ባሕሪ ጋንታ ቀይሕ ባሕሪ ኣስመራ ብጽቡቕ ካብ ብንእሽተይ ክሳብዚ ደረጃ እዚ ዝበጽሕ ኩሎም ቦርድ ቀይሕ ባሕርን ተጻወትትን ዝነበሩ ኣሰልጠንተይ ብምልኦም ብልቢ እየ ለመስግኖም ከምኡ ድማ ንኮሚሽን ባህልን ስፖርትን ኤርትራን ንፈደረሽን ኩዕሶ እግሪ ኤርትራን ንሃገረይን ከኣ ካብ ሃገር ወጻኢ ከይደ ስመይ ስም ሃገረይ ንኸጸውዕ ዕድልን ባይታ ፈጢሮም ሳብዚ ሕጂ ኣብ ጎነይ ኮይኖም ሳፖርት ስለ ዝገብሩለይ ከኣ ንዖም ከኣ ብልቢ የመስግኖም ንሕጉሶም ከኣ ግዜ ይምጻእ ብምቕጻል ከኣ ንኹሉ ብሓፈሻ ኣብ ጎነይ ኮይኖም ሳፖርት ዝህቡኒ ምስኦም ዝሰርሕኩ ሰልጠንቲ ደገፍቲ ውሽጥን ኣብ ደገን ዝርከቡ ኤርትራውያን ኩሎም ኣዝየ ደመስግኖም ሓንቲ ክብሎም ዝደሊ ከኣ ኣብዚኦም ኣብ ውሽጢ ዝጻወቱ ኤርትራውያን ከኣ ስሞም ስም ሃገርን ከጸውዑ ዕላማ ጌሮም ራኢ ጌሮም ድስፕሊን ጌሮም ምኽሪ ሰልጠንቶም ሰሚዖም ብሓፈሻ ኩሉ ነገር ብድስፕሊን ዝለዓለ ደረጃ በጺሖም ኣብ ቶፕ ኮይኖም ንስድራቤቶምን ንሃገሮም ዝኾኑሉ እዋን ከምኡ ዓይነት ዕላማታት ራኢ ጌሮም ንኩዕሶ እግሪ ተበጊሶም ብፅቡቕ ርድኢት ተረዲኦም ክሰርሑ ከም ዘለዎ ከዓ እላበዎም። ምክንያቱ ንሃገር ጥቕሚ ስለ ዝኾነ እዚ ዓይነት ሜንታሊቲ ክሕዙ ኣለዎም። ደጊመ ደጋጊመ ከዓ ኣመስግነካ ማለት እዩ። ኢንሻላህ። ስለቲ ግዜ ዝሃብካኒ ናይ ብሓቂ እየ ዘመስግነካ። ቀሊል ግዜ ኣይኮነን ዳርጋ ነዊሕ ዕላል ኢና ኣዕሊልና። ካብቲ ዘለዎ ናይ ምጥርናፍን ካልእ ነገራትካን እውን ተጻቢኤካ ክኸውን ይኽእል እየ ተኽእሎ ኣሎ እቲ ጉሽተተይ ግን ኣዝየ እየ ዘመስግነካ ፍሉይ ኣጋጣሚ እዩ ንዓይ እውን እዚ የቐንየለይ ኣብ ዓብዪ መድረኽ ክርእየካ ከዓ በዓልቲ ምሉእ ተስፋ እየ ቴንክ ዩ ቴንክ ዩ ኢንሻ ኣላ ቴንክ ዩ ተቐንየለይ ዳሕብቲ ሕራይ እምበኣር ዝኸበርኩም ተኸታተልቲ ነጸብራቕ ቲቪ ምስ ሊድያ በረኸት ከምዚ ክትከታተልዎ ዝጸናሕኩም ምስ ኣጥቃዒ ግብጻዊት ክለብ እስማዒልያ ዓሊ ሱሌማን ኢና ቃለ መሕትት ከነካይድ ጸኒሕና ብሓፈሻ ከምዚ ክትከታተልዎ ዝጸናሕኩም እዩ ነይሩ እቲ ቃለ መሕተት ዝስዕብ ሃገራዊት ጋንታ ኤርትራ ኣብቲ 23 መስከረም እተካይዶ ግጥም መፃረይ ዋንጫ ኣፍሪቃ ክልተ ሽሕን ዒስራን ሸውዓተን ምስ ሃገራዊት ጋንታ ኤርትራ ዳግም ሽዑ እውን ዓብዪ ውራይ ክህልወና እዩ ክሳብ ሽዑ ግን ሰናይ ምንዮትና በዚ ኣጋጣሚ እናገለፅና ናይ ሎሚ ትሕዝቶ መደበይ ነዚ ይመስል ኣብ ዝመፅእ ካልእ ትሕዝቶ መደብ ሒዘ ክመፅእ እየ ክሳብ ሽዑ ኣብ ዘለናዮ ሰላም መጀመርታ ዕሊ ኣብዚ ንኡስ ዞባ ክጻወት ከሎ ብዙሓት ደገፍቲ ነይርዎ ኩሉ ብጠባዩ ምስጉን ባሰልጠንቱ ኩሎም ከኣ የመስግንዎ ነይሮም ማለት እዩ ዓሊ ስሌማን ካብዚ ዘለዎ ንላዕሊ ከኣ ኩሉ ፈቃር እዩ ትዕግስተኛ እዩ ምስ ሰብ ዘለዎ ዝምድና ከኣ ኩሉ ህዝቢ ሰንዓፈ ከኣ ብዝያዳ ከኣ ኣብዚ ቀጽልካ ካብዚ ንላዕሊ ኩሉ ህዝቢ ኣብ ዝቕበለሉ ኣጋጣሚታት ከኣ ክንፈጥር ከኣ ተስፋ ኣለና ማለት እዩ።